ዜና መጽሔት ዜና መጽሔት
ሰላም ዝኸበርኩም ሰማዕትና ካብ 104.4 ሬድዮ ኤፍኤም መቐለ ዜና መጽሔት እዚ ዕለት ፈሊሙ ኣሎ ምስ ዜና መጽሔት እዚ ዕለት ፊልሞን በየነን ሄዋን ብርሃኑን ብመዳይ ቴክኒክ ድማ ሚኪኤል የማነ ሓቢሩና ክጸንሕ እዩ። ሰናይ ምክትታል። ዜና መጽሔት እዚ ሰዓት ዜናታት ውሽጢ ዓድን ወጻእን፣ ሓጸርቲ ጸብጻባት ስፖርትን ቢዝነስን ኣካቲቱ ኣብዚ ኣብ ቀጥታ ፈነወ 104.4 ሬድዮ ኤፍኤም መቐለ ተረኺብና ኣለና። ኣርእስተ ዜና ንኹሎም ትሕቲ ሓሙሽተ ዓመት ዝዕድሚኦም ህጻናት ካብ ዘላቒ ምስንኻል ወይ ኣልምሰት ንምክልኻል ዝዓለመ ኣብ ዝሳለጥ ሓምሻይ ዙር ወፍሪ ክታበት ዘይተኸተበ ህጻን ከይተርፍ ኩሉ ሕብረተሰብ ክተሓባበርን ሶመያ ድማ ብቑዕ ስራሕ ክሰርሑን ይግባእ ክብሉ ምክትል ሓላፊ ቢሮ ጥዕና ትግራይ ዶክተር ስምኦን ገብረጻድቕ ጸዊዖም። ምምሕዳር ክፍለ ከተማ ሓድነት ብሄራዊ እቶት ምትእኽኻብ ንመሐከሚ ጀጋኑ ጉድኣት ተጋደልቲ መመለሲ ተመዛበልቲ ወገናት ልዕሊ ሰላሳን ሓሙሽተን ሚሊየን ብር ንምእካብ ትልሚ ሒዙ ይሰርሕ ከምዘሎ ኣፍሊጡ። ድሕሪ ስምምዕነት ውዕሊ ፕሪቶርያ ናብ መረበትና ክንምለስ ዝነበረና ተስፋ ፀልሚቱ ኣብዚ ሕዚ እዋን ኣብ ከቢድ ኩነታት ወዲቕና ንርከብ ክብላ ኣዴታት ተመዛበልቲ ዞባ ምዕራብ ትግራይ ገሊፀን። ፕሬዝዳንት ዶላንድ ትራምፕ ንኢራን ንዘይምውቃዕ ዘዕረፍዎ ውሳነ ንተወሳኺ ዓሰርተ መዓልትታት ከም ዘናውሑ ኣፍሊጦም ናይ ዝብሉን ኻልኦት ዝርዝር ዜናታት ሒዝናልኩም ቐሪብና ኣለና።
ክቡራት ሰማዕትና ፈለማ ሓፀርቲ ዜናታት ክነቕድም ኣብ ዝዋዱ ትግራይ ክታበት ፀረ ሕማም ኣልምሲ ትሕቲ ሓሙሽተ ዓመት ከም ዝተጀመረ ተገሊፁ እቲ ክታበት ኣብ ዓሰርተ ኣርባዕተ ወረዳታት እቲ ዞባ ካብ መጋቢት ዓሰርተ ሸሞንተ ክልተ ሽሕን ዓሰርተ ሸሞንተን ዓመተ ምህረት ጀሚሩ ንዝቕፅሉ ኣርባዕተ መዓልቲታት ዝፀንሕ ዝተዋደደ ክታበት ፀረ ሕማም ኣልምሲ ገዛ ንገዛ ከምዝወሃብ ተገሊፁ። በቲ ወፍሪ ክታበት ልዕሊ ሚእትን ሰብዓን ክልተን ሺሕ ትሕቲ ሓሙሽተ ዓመት ህፃውንቲ ክኽተቡ ትፅቢት ከምዝግበር ሓላፊ መምርሒ ማሕበራዊ ጉዳይ ዞባ ደቡብ ትግራይ ኣይተ ኣብርሃ ደሳለው ሓቢሮም። ሎማዕንቲ ብወፍሪ ዝተጀመረ ክታበት ፀረ ሕማም ኣልምሲ ፖልዮ ብዕዉት ኣገባብ ንምስላጥ ካብ ወረዳ ክሳብ ጣብያታት ዘለዉ ኣካላት ኣመራርሓ እኹል ምድላውን ትሕብርን ክገብሩ ከም ምግባር ብተወሳኺ ኣፋውስ ብእዋኑ ናብ ትካላት ጥዕና ክኣትዉ ከምዝተገበረ እውን ገሊፆም። ሓላፊት ቤት ፅሕፈት ጥዕና ከተማ ማይጨው ወይዘሮ ኣልጋነሽ በላይ ከመ ዝበልኦ ዘይተዳህሰሰ ገዛን ዘይተኸተበ ህፃን ክህሉ የብሉን ብዝብል መሪሕ ቃል እኹል ምድላው ብምግባር ልዕሊ ሚእቲ ሰብዓን ክልተን ሽሕ ትሕቲ ሓሙሽተ ዓመት ህፃውንቲ ተጠቀምቲ ክታበት ፀረ ሕማም ኣልምሲ ፖሊዮ ክኾኑ ተግባራዊ ምንቅስቓስ ከምዝተጀመረ ሓቢረን። እቲ ወፍሪ ገዛ ንገዛ ብሰብ ሞያ ዝወሃብ ምስ ምዃኑ ህፃናት ከይተኸተቡ ከይተርፉ ሕማም ኣልምሲ ፖሊዮ ብኣጋ ንምክልኻል ልዑል ሓገዝ ከምዝገብሩ ወለዲ ተኸተብቲ ህፃናት ገሊፆም ክብል ቴሌቪዥን ትግራይ ፀብፂቡ።
ኣብ ዞባ ሰሜን ምዕራብ ትግራይ ወፍሪ ሓምሻይ ዙር ክታበት ትሕቲ ሓሙሽተ ዓመት ህፃናት ይሳለጥ ከምዘሎ ተገሊፁ። እዚ ዝተገለፀ ኣብ ወረዳ ላዕላይ ቆራሮ፣ ታሕታይ ኣዳቦ፣ ከተማ ሸራሮ፣ ከተማ ሽረን መዕቖቢ ተመዛበልትን ብዕሊ ኣብ ዝተኻየደ ስነ ስርዓት እዩ። እቲ ወፍሪ ብዝተትሓዘሉ ግዘ ሰሌዳ ንምስላጥ ዝርዝር ስራሕቲ ቅድመ ምድላው ስራሕቲ ተወጊኑ ከምዝፀንሐን ብምዃኑ ድማ እቲ ወፍሪ ብዕውት ይካየድ ከምዘሎ ሓበሬታን ርክብን እተን ወረዳታት ንሶምያ ጥዕና ብምውካስ ኣበ ዝላእኾ መረዳእታ ንምፍላጥ ተኻኢሉ ኣሎ። ኣብ መወዳእታ፣ ሕብረተሰብ ትሕቲ ሓሙሽተ ዓመት ህጻናት ኣኽቲቶም ክኽተቡ ከምዘለዎም ኣብቲ ስነ-ስርዓት ምኽታብ ወፍሪ ክታበት ተረኺቦም መልእኽቲ ዘመሓላለፉ ኣመሓደርቲ ኣተሓሳሲቦም ክብል ጉዳያት ኮሙኒኬሽን ዞባ ሰሜን ምዕራብ ትግራይ ንመረዳእታ ሓበሬታን ርክብን እታ ወረዳ ጠቒሱ ጸብጺቡ።
ኣብ ወረዳ ላዕላይ ቆራሮ ኣብ ፆታን ስራዕቲ ፆታን ዘጋጥሙ ድሑር ኣረኣእያታትን ተግባራትን ንምቕራፍ ዝዓለመ ንመዳርግቲ ኣካላት ግንዛበ መዕበዪ ስልጠና ከምዝተውሃበ ተገሊፁ። ሓላፊት ጉዳይ ደቂ ኣንስትዮ ወረዳ ላዕላይ ቆራሮ ወይዘሪት ዝናቡ ተኽላይን ከምዝበልኦ፣ መዳርግቲ ኣካላት ኣብ ልዕሊ ጉድኣት ኣካላት ደቂ ኣንስትዮ ዘጋጥም ተፅዕኖ ድሑር ኣረኣእያታት ተግባራት ኣብ ምቕራፍ ሓበራዊ ተልእኾ ወሲዶም ብንቕሓት ብምስታፍ ጉድኣት ኣካላት ደቂ ኣንስትዮ ማዕረ ተሳተፍትን ተጠቀምነትን ዝኾናሉ ዕድል ኣብ ምፍጣር ሓገዝቲ ክኾና ኣገንዚበን። እቲ ስልጠና ብመተሓበሪት ስርዓተ ፆታ መምህር ኣፀደ ጴጥሮስ ኣብ እንታይነት ፆታን ስርዓተ ፆታን መንቅልታትን መፍትሕታትን ፅዕንቶ ድሑር ኣረኣእያታትን መሰረት ብምግባር ብዝርዝር መመየጢ ፅሑፍ ዝቐረበ እንትኸውን ተሳተፍቲ ሕቶን ርእይቶን ኣልዒሎም ድሕሪ ምምይያጥ ኣብ ምርዳእ ከምዝተበፅሐ እተን መተሓባበሪት ኣረዲኤን። እቲ ስልጠና ብምትሕብባር ወርልድ ቪዥን ኢትዮጵያ ጨንፈር መደባይ ዛና ቤት ፅሕፈት ጉዳይ ደቂ ኣንስትዮ ወረዳ ላዕላይ ቆራሮን ብሓባር ብምዃን ዝተውሃበ እንትኸውን ኣብቲ ስልጠና ካብ ዝተፈላለያ ቤት ፅሕፈት ዝተውፃእፅኣ ተወካሊት ስርዓት ፆታ፣ መማህራን፣ ኣካላት ፍትሒ፣ ጉዳኣት ኣካላትን መተሓበርቲ ሰብ ሞያ ጥዕናን ተሳቲፎም እዮም። ኣብ መወዳእታ፣ ተሳተፍቲ ኣብቲ ስልጠና ብዝረኸብዎ ግንዛበ ኣቢሎም ኣብ ምዕባይ ግንዛበ ማዕርነት ፆታን ምክልኻልን ምቕራፍን ድሑር ኣረኣእያታትን ተግባራትን ሕብረተሰብ ብዕቱብ ከምዝሰርሑ ድልውነቶም ገሊፆም ክብል ጉዳያት ኮሚኒኬሽን ዞባ ሰሜን ምዕራብ ትግራይ ንመረዳእታ ሓበሬታን ርክብን ወረዳ ላዕላይ ቁራሮ ጠቒሱ ፀብፂቡ ኣሎ።
ዕላዊ ስነ ስርዓት ምጅማር ወፍሪ ክታበት ጸረ ሕማም ኣልምሲ ፖሊዮ ኣብ ወረዳ ሓሓይለ ብዕሊ ከም ዝተጀመረ ተገሊጹ። ኣብ ወረዳ ሓሓይለ ካብ 18 ክሳብ 21 መጋቢት 2018 ዓ ም ዝካየድ ወፍሪ ክታበት ጸረ ሕማም ኣልምሲ ኣመራርሓ ወረዳ ሶምያ ጥዕናን ነበርትን ኣብ ዝተረኸበሉ እዩ ኣብ ከተማ ፍረስማይ ስነ ስርዓት ምጅማር እቲ ወፍሪ ተኻይዱ ዘሎ። ዋና ኣመሓዳሪ ወረዳ ሓሓይለ መምህር የማነ ሃይሉ፣ እቲ ሎሚ እነካይዶ ዘለና ወፍሪ ክታበት ናይ ምጅማር ፕሮግራም ድሕሪ ብዙሕ ምድላው ኢና ናብ ተግባር ምዕራፍ ተሰጋጊርና ሎሚ ዕለት ኣብ ከተማ ፈረስማይ እነካይዶ ዘለና ምስ በሉ፣ ኣብ ህፃናትን ኣዴታትን ዝወሃብ ክታበት ወለዶ ናይ ምድሓን ጥዕንኦም ዝሓለው ህፃናት ናይ ምፍራይ ጉዳይ እዩ። እዚ ወፍሪ ንክዕወት ድማ ከም መሪሕነት ወረዳ ኣድላይ ዝበልናዮ ደገፍን ክትትልን ብምግባር ክንሰርሕ ኢና ኢሎም። ሓላፊ ቤት ፅሕፈት ጥዕና ወረዳ ሓሓይለ ኣይተ ኪዱ ተኽለማርያም፣ እዚ ንሓምሻይ ግዘ ዝወሃብ ዘሎ ካልኣይ ዙር ወፍሪ ክታበት ፀረ ሕማም ኣልምስ እዩ። ኣብዚ ወፍሪ እዚ ተሳተፍቲ ዝኾና ኣካላት ተናቢብና ብምስራሕ ገዛ ንገዛ ብምዛር ዋላ ሓደ ህፃን ከይተኸተበ ክተርፈና የብሉን ክብሉ መልእኽቶም ኣሕሊፎም ኣለው። ኣብቲ ወፍሪ ክታበት ደቀን ሒዘን ዝተረኸባ ኣዴታት ነበርቲ ከተማ ፈረስማይ ብግደኣን፣ ኣብ ዘሕለፉ ዓመታት ብሰንኪ ኣብ ትግራይ ዝነበረ ዕፅዋን ክባን፣ ሳኣን እዚ ክታበት እዚ ብርክት ዝበላ ህፃውንቲ ግዳይ ሕማምን ሞትን እናኾኑ ሰፈሕቲ ፀገማት የጋጥሙ ነይሮም እዮም ድሕሪ ምባለን እዚ ሎሚ ዕለት ጀሚሩ ዝወሃብ ዘሎ ወፍሪ ክታበት ግን መድሕን ደቅና እዩ እሞ እናመስገንና ብዝግባእ ደቅና ንክኽተብ ደቅና ክነኽትብ ኢና ብምባል ሓሳብን ርእይትኦን ገሊፀን ክብል ርክብን ሓበሬታን ወረዳ ሓሓይለ ፀብፂቡ።
ቤት ፅሕፈት ጥዕና ወረዳ ጋንታ ኣፈሹም ልዕሊ ዓሰርተ ሽሕ ትሕቲ ሓሙሽተ ዓመት ህፃናት መከላኸሊ ሕማም ኣልምሲ ፖሊዮ ንምሃብ ምድልዋቱ ከምዝወገነ ኣፍሊጡ። እዚ ቤት ዕዮ ንዚ ዝገለፀ ንሓምሻይ ግዜ ዝሳለጥ ወፍሪ ክታበት ሕማም ኣልምሲ ፖሊዮ ኣመልኪቱ ምስ ሰብ ሞያ ጥዕና መዳርግቲ ኣካላት እቲ ወረዳ ባሓር ኣብ ዝዘተየሉ እዋን እዩ። ዋና ኣመሓዳሪ ወረዳ ጋንታ ኣፈሹም ኣይተ ፀጋይ ይፍጠር ካብ ዓሰርተ ሸሞንተ መጋቢት ክልተ ሽሕን ዓሰርተ ሸሞንተን ዓ ም ጀሚሩ ንተኸታታሊ ኣርባዕተ መዓልታት ኣብ ዝሳለጥ ሓምሻይ ዙር ወፍሪ ክታበት ሕማም ኣልምሲ ፖልዮ ኣብ ዝኸፈ ሕፅረት በጀት ነዳድን ካልኦት ዘሉ እዋን ዝሳለጥ ዘሎ ወፍሪ ብምዃኑ ብምግላፅ ነዞም ፀገማት ተፃዊርና ጥዕንኡ ዝተሓለወ ወለዶ ንምህናፅ ገዛ ንገዛ ዝሳለጥ ወፍሪ በቲ ዝተነፀረ ኣንፈት ንክዕወት ኣመራርሓን መዳርግቲ ኣካላትን ተሳትፎኦም ከሐይሉ ፀዊዖም። ብዚ ወፍሪ ልዕሊ ዓሰርተ ሽሕን ትሽዓተ ሚእትን ሰላሳን ትሽዓተን ህፃነት ኽታበት ሕማም ኣልምሲ ፖልዮ ንምሃብ ዘኽእል ኹለመዳይ ምድላው ከምዝተወገነ ዝሓበሩ ሓላፊ ቤት ፅሕፈት ጥዕና ወረዳ ጋንታ ኣፈሹም ኣይተ ዓብዱ ሰማድ ሙሳ ኣብቲ ዘሳለጥዎ ወፍሪ ኹሎም ትሕቲ ሓሙሽተ ዓመት ዝኾኑ ህፃናት ቕድሚ ሕዚ ይከተቡ ኣይከተቡ እቲ ዝወሃብ ኽታበት ክወስዱ ኸምዝግባእ ሓቢሮም።
ጎና ጎኒ እቲ ወፍሪ ክታበት ፀረ ሕማም ኣልምሲ፣ ቄባ እግርን ምስንጣቕ ከንፈርን ዘለዎም ህፃናትን ካልኦትን ጎናዊ ዝበሃሉ ተፃባእቲ ሳዕቤናት ፈተሽ ከምዝግበረሎም ዝገለፁ እቶም ሓላፊ እዚ ወፍሪ ክታበት በቲ ዝተነፀረሉ ግዘ ንኽሳለጥ ወለዲ፣ መራሕቲ ሃይማኖትን ዓበይቲ ዓድን እጃሞም ከበርክቱ ፀዊዖም ክብል ርክብን ሓበሬታን እቲ ወረዳ ፀብፂቡ ኣሎ።
ኣብ ወረዳ ኢሮብ ሓምሻይ ዙር ዝተዋደደ ወፍሪ ክታበት ፀረ ሕማም ፖሊዮ ተጀሚሩ። ሓምሻይ ዙር ወፍሪ ክታበት ፀረ ኣልምሲ ፖሊዮ ኣብ ቤት ፅሕፈት ጥዕና ወረዳ ኢሮብ ከይዲ ስራሕ ምክልኻል ሕማማትን ምስጓም ጥዕናን ኣይተ ኣድሓኖም ገብረ ኣበዝጊ እቲ ክታበት ወፍሪ ካብ 18 ክሳብ 21 መጋቢት 2018 ገዛ ንገዛ ዝወሃብ ኮይኑ ትሕቲ ሓሙሽተ ዓመት ንዝዕድሚኦም ህጻናት ክኽተቡ ምዃኖም እውን ገሊጾም። ወለዲ ንደቆም ንሕማም ኣልምሲ ፖልዮ ክከላኸል ዘኽእል ኽታበት ክረኽቡ ብምግባር ብምኽታብ ሓላፍነቶም ክፍጽሙ እውን ጻውዒት ገይሮም ከም ጸብጻብ ርክብን ሓበሬታን ወረዳ ኢሮብ።
ሃገረ ስብከት መቐለ ኣብ ዓሰርተ ማእኸላት መዕቑቢ ከተማ መቐለ ንዝርከቡ ተመዛበልቲ ወገናት ልዕሊ ትሽዓተ ሚሊዮን ብር ብዝዋግኦም ሓገዝ ክዳውንትን ጫማን ኣበርኪቱ። ኣባል ቅዱስ ሲኖዶስ ትግራይ ሊቀነ ጳጳስ ሃገረ ስብከት መቐለ ብፁዕ ኣብነ ኢሳያስ ብዝሃብዎ መምርሒ መሰረት እቲ ሃገረ ስብከት ካህናት፣ መእመናን፣ ኣባላት ቤት ትምህርቲ ሰንበት ብምትሕባር እዩ ንዚ ሓገዝ ኣበርኪቱ ዘሎ። ሊቀ ጳጳስ ሃገረ ስብከት መቐለ ብፁዕ ኣቡነ ኢሳያስ ተመዛበልቲ ወገናት ናብ መረበቶም ክሳብ ዝምለሱ ሕይወቶም ዘቕጽልሉ ኩለመዳያዊ ሓገዝ ንኽግበረሎምን ብፍላይ ኣብዚ እዋን ጾምን መውዐሊ ኣውደኣመት ፋሲጋ ኩሉ ወገን ክሕግዞምን መልእኽቶም ኣሕሊፎም ኣለዉ። ተመዛበልቲ ወገናት ሕዚ ካብ ዘለዉዎ ጸበባን ሽግርን ወጺኦም ብሰለማዊ መንገዲ ናብ መረበቶም ንኽምለሱ ዝምልከቶም ኣካላት መንግስቲ ብትኹረት ክሰርሐሎም ተላብዮም። ኣብቲ ርኽክብ ሓገዝ ኣቦታት ሃይማኖት ሃገረ ስብከት መቐለ ተረኺቦም ትምህርቲ ወንጌል ቃለ ቡራኬን ዝሃቡ እንትኸውን ተመዛበልቲ ወገናት ንዝተገበረሎም ሓገዝ ኣምስጊኖም ክብል ድምፂ ወያነ ትግራይ ፀብፂቡ። ሳፋሪኮም ኢትዮጵያ ፋውንዴሽን ኣብ ትግራይ ትምህርቲ ህይወትን ህፃናትን ንምምሕያሽ ዝሳለጥ መርሃ ግብሪ ምገባ ተምሃሮ ዝውዕል ኣስታት ሓደ ሚሊዮን ብር ብሓገዝ ኣረኪቡ ሳፋሪኮም ኢትዮጵያ ፋውንዴሽን ጥዕና ተምሃሮ ንምምሕያሽ፣ ውፅኢት ትምህርቲ ንምዕባይን ማሕበረሰብ ንምድጋፍን ዝዓለመ ሓደ ሚሊየን ብር ዝግመት ንፕሮግራም ምምጋብ ኣብያተ ትምህርቲ መባእታዊ ቤት ትምህርቲ ስለኽለኻን መባእታዊ ቤት ትምህርቲ ማርያም ውዕለን ብሓገዝ ኣረኪቡ። እቲ ስነ ስርዓት ርኽክብ ሰበ ስልጣን መንግስቲ፣ ኣባላት ምምሕዳር እቲ ከባቢ፣ መረሕቲ ማሕበረሰብ፣ ኣመሓደርቲ ኣብያተ ትምህርትን መማህራን፣ ወለድን ተምሃሮን ኣብ ዝተረኸብሉ ዝተሳለጠ ኮይኑ ትምህርትን ድሕንነት ህፃናትን ምምሕያሽ ሓበራዊ ተወፋይነት ከምዘድሊ ተገሊፁ። ሳፋሪኮም ኢትዮጵያ፣ ትምህርቲ እምነ ኹርና ምዕባለ ሓንቲ ሃገር ኾይኑ ከም ዝቕፅል ይኣምን። ይኹን እምበር ውፅኢታዊ ትምህርቲ ንክህሉ ስሩዕ ኣመጋግባ ተምሃሮ ክህሉ ከም ዝግባእ እቲ ፋውንዴሽን ሓቢሩ ኣሎ። ኣብ መርሃ ግብሪ ምገባ ተምሃሮ ጠመተ ምግባር ኣብ መፃኢ ኢትዮጵያ ጠመተ ምግባር ምዃን ድማ ሳፋሪኮም ኢትዮጵያ እምነቱ ከም ዝኾነ ገሊፆም። እዚ ተበግሶ እዚ ኣካል ናይቲ ሳፋሪኮም ኢትዮጵያ ፋውንዴሽን ንማሕበረ ቁጠባዊ ዕቤት ሕብረተሰብ ዘለዎ ልዑል ተወፋይነት ሓደ ኣካል ከም ዝኾነ ድማ ተገሊፁ። ሳፋሪኮም ኢትዮጵያ ማሕበረሰብ ማሕበረሰብ ምስ ማሕበረሰብ ንምትእሳር ኣብ መላእ ሃገር ፎርጂ ፕላስ ቴሌኮሙኒኬሽን ኔትወርክ እናተስፋሕፍሐ እንትኸውን ጎና ጎኒ ድማ እቲ ፋውንዴሽን መናውሮ ማሕበረሰብ ዘመሓይሽን ንኹሉ ዘሓቁፍን ዕድላት ኣብ ምፍጣር እውን ትኹረት ገይሩ ይሰርሕ ከምዘሎ ገሊፁ ይብል እቲ ትካል ንሚእትን ኣርባዕተን ነጥቢ ኣርባዕተ ሬድዮ ኤፍኤም መቐለ ኣብ ዝለኣኾ ሓበሬታ ሕዚ ድማ ብዝርዝር ናብ ዝሓረናዮም ዜናታት ክንሰግር ንኹለኹም ትሕቲ ሓሙሽተ ዓመት ዝዕድመኦም ህፃናት ካብ ዘላቒ ምስንካል ወይ ልምሰት ንምክልኻል ዝዓለመ ኣብ ዝሳለጥ ሓምሻይ ዙር ወፍሪ ክታበት ዘይተኸተቡ ህፃናት ከይተርፉ ኩሉ ሕብረተሰብ ክተሓባበርን ሰሞያ ድማ ብቑዕ ስራሕ ክሰርሑ ይግባእ ክብሉ ምክትል ሓላፊ ቢሮ ጥዕና ትግራይ ዶክተር ስምኦን ገብረ ፃድቕ ፀዊዖም። ከም ከተማ መቐለ ንልዕሊ ሓደ ሚእትን ዓሰርተን ሽሕ ትሕቲ ሓሙሽተ ዓመት ህፃናት ወፍሪ ክታበት ፀረ ሕማም ኣልምሲ፣ ፖልዮ፣ ብዕሊ ከምዝተጀመረ ድማ ኣማኻሪ ማሕበራዊ ጉዳይ ከንቲባ ከተማ መቐለ ኣይተ ጌታቸው ወዳጅ ሓቢሮም ኣለው። ቢንያም ሃይላይ ብከምስዕብ ኣዋዲድዎ ኣሎ። ብብርኪ ክልል ሓምሻይ ዙር ወፍሪ ክታበት ፀረ ሕማም ኣልምሲ፣ ፖልዮ፣ ኣብ ክፍለ ከተማ ዓይደር ጣብያ ጥዕና ሰሜን ብዕሊ ዝተጀመረ እንትኸውን፣ ኣብቲ ምጅማር ፍታወተ ዝተረኸቡ ምክትል ሓላፊ ቢሮ ጥዕና ትግራይ ዶክተር ስምዖን ግብረፃድቕ ከምዝበልዎ፣ እዚ ወፍሪ እዚ ዕውተ ንክኸውን ኩሉ ኣካል ሓጋዚ ክኸውን ከምዝግባእን ብፍላይ ድማ ኣዴታት ልዑል ግደ ክፃወታን ይግባእ ምስ በሉ፣ ከማ ሕብረተሰብ ድማ ውልቀን ከባብያውን ፅሬተ ብምሕላው ካብ ዝኾነ ሕማም ዓርስና ክንሕሉ ይግባእ ክብሉ ሓቢሮም። እዚ ወፍሪ እዚ ዕዉት ንክኸውን ኩሉ ዝከኣለና ክንገብር ዝምልከተና እጃምና ክንዋፃእ መልእኽቲ እናሓለፍኩ ወለድን ብፍላይ ድማ ኣደታት ዘይተኸተበ ህፃን ከይህሉ እጃመን ክዋፅኣ መልእኽቲ የሕልፍ። ብዚ ኣጋጣሚ እዚ ብዙሕ ፀገማት ኣለዎ ሀዚ ካብ መድሓኒት ቀረብ ጀሚሩ ካሊእ ኩሉ ግዜ ድማ ኣፍትዉ ከምዙይ ዝበለ ቀረብ ብተነፃፃሪ ደሓን ዝበሃል ዝነበረሉ ዘይኮነ ብፍላይ ኣብዚ ሐዚ እዋን ቀረበብ ዘይብሉ ኩሉ ኣካል ሕብረተሰው እዚ ዝምልከተና ኣካላት መዳርግቲ ኣካላት እውን ሓዊሱ እቲ ዋና ናይ ምክልኻል ስርሐት ከነጣናኽር ኣለና ኣብ ንቡር ኩነታት እውን ንሱ ኢና ነቐድም ብፍላይ ድማ ሐዚ ሰበብ ዝሓመሉ ንዕኡ ዘድሊ መሐከሚ ዝኸውን ቀረባት ኣብ ዘይብልና ካብ ውልቀ ንህፅና ጀሚሩ ከምኡ እውን ናይ ከባቢ ንፅህና ናይ ምክልኻል ስራሕቲ ሓፈሻዊ ዘለዉ ኣጠናኺርና ክንከይድ በዚ ኣጋጣሚ እዚ መልእኽቲ ክሕልፍ ይደሊ። ስለዝኾነ እዚ ወፍሪ እዚ ዕዉት ንክኸውን ኩላትኩም ኣብዙይ ዝተሳተኩም ኣካላት እናመስገንኩ ዕዉት ሓምሻይ ወፍሪ ዝተዋደደ ክታበት ፀረሕማም ኣልምሲ ንክኾነልና ይምነ። ኣብቲ ምጅማር ወፍሪ ክታበት ፀረሕማም ኣልምሲ ፖሊዮ ዝተረኸቡ ኣማኻሪ ማሕበራዊ ጉዳይ ከንቲባ ከተማ መቐለ ኣይተ ጌታቸው ወዳጅ ብወገኖም፣ ከም ከተማ መቐለ ልዕሊ ሓደ ሚእትን ዓሰርተ ክልተን ሽሕ ትሕቲ ሓሙሽተ ዓመት ህጻናት ንምኽታብ ምሰ ሰብ ሞያ ጥዕናን ካልኦት መዳርግቲ ኣካላትን ተዋዲድና ጀሚርናዮ ኣለና። ስለዝኾነ ድማ እዚ ክታበት ብግቡእ ክንጥቀመሉ ወለድን መላእ ሕብረተሰብን ሓጋዚ ክኸውን ይግባእ ኢሎም። ከም ከተማና ነዚ ሎማዓንቲ ንጅምሮ ዘለና ወፍሪ ልዕሊ ሚኢትን ዓሰርተ ክልተ ሽሕ ህጻውንቲ ክንከትብ ትልሚ ሒዝና ኢና ንወፍር ዘለና። ሎማዓንቲ ከዓን ብስሩዕ ይጅመር ኣሎ። ሕድሕድ ገዛ ንገዛ ዝካየድ ወፍሪ ስለዝኾነ እዚ ወፍሪ እዚ ብዕዉት ፍዛዘ ሰብ ሞያ ጥዕና ቅድሚያ ተሰሊፎም ይመፁ ኣለዉ። ስለዚ ነዚ ኩላህና ዝምልከተና ኣካላት ብፍላይ ኸዓ ወለዲ እዚ ኽታበት እዚ ብኣግባቡ እዞም ህፃውንቲ ክወስዱ ክንገብር ክንክእል ኣለና ሓደራ ክብል ይፈቱ። ዋና ኣማሓዳሪ ክፍለ ከተማ ዓይደር ኣይተ ሃፍቶም ምሬታ ብግደኦም፣ እዚ ኽታበተ ከም ትግራይን ህዝቢ ትግራይን ብመንግስቲ ፌደራል መድሓኒት ይኹን ካልእ ኣብ ዝተኸልከልናሉ እዋን ስለዝኾነ ቀፃሊ ትውልዲ ንምፍጣር በቢብርኩ ዘለና ኣመራርሓን መራሕቲ ሃይማኖትን ካልኦት ትካላትን ተዋዲድና ክንሰርሕ ይግባእ ክብሉ ገሊፆም። ንኣና ንተጋሩን ከም ህዝቢ ትግራይን ከም ክልልናን ድማ እዚ ነካናውኖ ዘለና ኣብ ብጣዕሚ ከቢድ ክልከላ መድሓኒት ብፌደራል ብርኪ ከም ክልል በፂሑና ግን ድማ ህፃናት ናይ ፅባሕ ተስፋ ዝኾኑ ህፃውንቲ ብፍሉይ ክታበት ፀንቂቕና ክንጥቀም እታ ናይ ምክልኻል ስራሕቲ ብዝተፈለየ መልክዕ ፀንቂቕና ክንጥቀም ከም ኣመራርሓን ከም ህዝብን ተዳሊና ናብ ስራሕ ንወፍረሉ ወቕቲ ኮይንና ኢና ንቕፅል ዘለና ስለዙይ እዚ ንኣና ኣማራፂ ስለዘይብሉ መድሓኒት ካብ ተኸልከልና ካልኦት ብዙሓት ፀገማት ካብ በፁሑና መንነትና ክሕልዉ ዝኽእሉ ናይ ፅባሕ ናይ ተጋሩ መንነት ክሕልዉ ዝኽእሉ ህፃውንቲ ኩሉ ፅባሕ እውን ካሊእ ፀገም ከይበፅሕ ኩሉ ቁምነገሩ እንታይ ምዃኑ ተረዲኡ እንተሓሚምና እውን እዚ ዝበሃል መማረፂ ናይ መድሓኒት ከምዘይብልና ተረዲእና ኩሉ ኣመራርሓ ሰሞያዊ ዘለኹም መራሕቲ ሃይማኖት ኩሉ በቢደረጅኡ ዝምልከቶ ኣካል ከምኡ እውን መላእ ህዝቢ እዛ ረኺብናያ ዘለና ዕድል ፀንቂቕና ክንጥቀም ኩልና ብሓባር ኢድንኢድ ተታሒዝና ክንወፍር በዚ ኣጋጣሚ እዚ ክሕስብ ይደሊ።
ኣብ ዝሓለፈ ሽዱሽተ ኣዋርሕ ኣብ ህፃናት ትግራይ ዘሎ ሕፅረት ምግቢ ንምፍላጥ ብዝተገበረ ናይ ምምማይ ምልላይ ስራሕቲ ልዕሊ ዓሰርተ ሸሞንተ ሚእታዊ ግዱድ ሕፅረት ምግቢ ዘለዎም ምዃኖም ኣብ ቢሮ ጥዕና ትግራይ ክኢላ ስርዓት ኣመጋግባ ኣይተ ክፍላይ ግርማይ ገሊፆም። ብመሰረት ዓለም ለኸ ስታንዳርድ ኣብ ህፃናት ትግራይ ዝረኣ ዘሎ ሕፅረት ምግቢ ዝኸፍአ ከምዝኾነ ዝገለፁ ኣይተ ክፍለ ግርማይ እዚ ናብ ንቡር ንምምላስ ምስ ትካላት ገበርቲ ሰናይ ብምትሕባር ኣብ ኩለን ትካላት ጥዕና ትግራይ ሕክምና እናተውሃበ ከምዝርከብ ድማ ሓቢሮም ኣለው። ኪሮስ ሓዱሽ ተወሳኺ ኣለዎ። ቢሮ ጥዕና ትግራይ ኣብ ህፃናት ትግራይ ዘሎ ሕፅረት ምግቢ ንምፍላጥ ኣብ ልዕሊ ፍርቂ ሚሊየን ዝኣኽሉ ህፃናት ትግራይ ናይ ምምማይን ምልላይን ስራሕቲ ከምዝሰርሐ ዝገለፁ ኽኢላ ስርዓት ኣመጋግባ እቲ ቢሮ ኣይተ ክፍለ ግርማይ በዚ መሰረት ኣብ ትግራይ ኣብ ህፃናት ዝለዓለ ሕፅረት ምግቢ ከምዘሎ ዝገለፁ ኾይኖም ኣብ ዝሓለፉ ሽዱሽተ ኣዋርሕ ብዝተገበረ መፅናዕቲ ልዕሊ ዓሰርተ ሸሞንተ ሚኢታዊ ከምዝኾነ ድማ ገሊፆም። ናብ ከባቢ ሓሙሽተ ሚእቲ ሽሕ ልኣኽሉ ህጻናት ምምማይ ኣካይድና። ስለዚ ካብዞም ኣርባዕተ ሚእትን ሰማንያን ኣርባዕተን ሽሕን ክልተ ሚእቲ ተስዓን ሓሙሽተን ህጻናት ካብቶም ጠቕላላ ስሳ ነጥቢ ሓሙሽተ ፐርሰንት ምምማይ ወይ ከኣ ታይ ጸገም ኣለዎም ኢልና ክንፈሊ ብቲ መለክዕታት ለኪዕና ታይ እዩ ልመስል ኢልና ክንሪኦ እንተለና ካብዚኦም ላብ ከባቢ ስሳን ሰለስተን ሽሕን ሓሙሽተ ሚእትን ዓሰርተ ኣርባዕተን ዓሰርተ ሰለስተ ነጥቢ ሓደ ሓደ ፐርሰንት ማእከላይ ሕጽረት ምግቢ ዘለዎም ናብ ከባቢ ዕስራን ሓሙሽተን ሽሕን ሸውዓተ ሚእትን ኣርባዓን ሽዱሽተን፣ ሓሙሽተ ነጥቢ ሰለስተ ፐርሰንት፣ ድማ ግዱድ ሕጽረት ምግቢ ዘለዎም እንትኾኑ፣ ብድማር ናብ ኩሉ ዓይነት ዕብራን ወይ ከዓ ሕጽረት ምግቢ ዘለዎም ህጻናት ክንርኢ ከለና ላብ ከባቢ ሰማንያን ትሽዓተን ሽሕን ክልተ ሚእትን ስሳን፣ ዓሰርተ ሸሞንተ ነጥቢ ኣርባዕተ ፐርሰንት። ብመሰረት ዓለም ለኸ መዐቀኒ ሕጽረት ምግቢ ኣብ ህጻናት ትግራይ ዝረእ ዘሎ ሕጽረት ኣብ ኣዝዩ ግዱድ ከምዝምደብ ዝገለጹ ኣይተ ክፍለ ግርማይ፣ ነዚ ጉዳይ ኣብ ትግራይ ዝተኻየደ ኲናት ከምዘጋደዶን ምምሕያሽ ድማ ከምዘይኣርኣየ ኣብሪሆም። እዙይ ምስ ዓለም ለኸ ስታንዳርድ ክነነፃፅሮ ተለና ዝኸፍኣ ወይ ከዓ እቲ ዝለዓለ ብርኪ ልዕሊ ዓሰርተ ሓሙሽተ ፐርሰንት እንተኾይኑስ እቲ ናይ ዓለም ለኸ መዐቀኒ ስታንዳርድ ዝኸፍኣ ሕፀረት ምግቢ ወይ ከዓ ኣብቲ ማሕበረሰብ ለሎ ፀገም ዝኸፍኣ እዩ ተባሂሉ እዩ ልቕመጥ። ስለዚ እዙይ ናይ ትግራይ እውን እዙይ እዩ ለመላኽት። ስለዚ ኣብቲ ዝኸፍኣ ብርኪ እዩ ዘሎስ እስካብ ሕዚ ማለት እዩ። ካብቲ ኩነታት ኣይወፃእናን። ዕፅዋን ክባን ጀሚሩ እስካብ ሕዚ ዘሎ መረዳእታና ልዕሊ ዓሰርተ ሓሙሽተ እዩ ኢለ ኩሉ ዋላ ብሰርቨይ ልተሰርሐ እውን ብምምሕዳራዊ ሪፖርት ልመፀ ካብ ጥዕና ትካላት እውን ክንሪኦ ተለና ካብኡ ልበዝሐ ካብ ዓሰርተ ሓሙሽተ ፐርሰንት ልላዕሊ እዩ። ከም ቢሮ ጥዕና ትግራይ ነዚ ጉዳይ ንምምሕያሽን ናብ ንቡር ንመምላስን ብዝዓለመ ኣብ ትግራይ ምስ ዝንቀሳቐሱ ትካላት ገበርቲ ሰናይ ብምትሕብባር ኣብ ኹለን ትካላት ጥዕና ትግራይ ሕክምና እናተውሃበ ከምዝርከብ ድማ ሓቢሮም። ንምቕናስ ዝግበሩ ስራሕውቲ ኣለው። እተን ህዝቢ ትግራይ ዝሰርሓ ዘለዋ ጥዕና ትካላት ሕክምና እናተውሃበ እዩ ዝርከብ። ንእኡም ዝኸውን ቀረብ እውን መዳርግቲ ኣካላት ከም ዩኒሴፍ፣ ሲኣርኤስ ዝበሃሉ ልኡ መሐከሚ ዝኸውን ቀረብ እላቐረቡ ብኣዊ ደቂስካን ኣብ ተመላሊስካን ሕክምና ኣትዮም እቶም ዕስራን ሓሙሽተን ሽሕ ራውይል ወልናት። ከም ገለፃ ኣይተ ክፍለ ግርማይ፣ እቲ ሕፅረት ምግቢ ኣብ ነብሰፁር ኣዴታት እውን ይረኣ ከምዘሎ ዝገለፁ ኮይኖም፣ ካብተን ዝተመመያ ኣዴታት ኣብተን ሓምሳን ኣርባዕተን ሚኢታዊ ሕፅረት ምግቢ ከምዘጋጠመ ዝሓበሩ ኮይኖም፣ እዚ ጉዳይ ኣብ ዝወልድኦ ህፃን ዝለዓለ ሓደጋ ከምዘለዎ ድማ ኣብሪሆም። እቲ ማሕበረሰብ ንዓኣቶም ጥራሕ ለይኾነስ ኣዴታት እውን ኣለዋና፣ ነብሰፁር ኣዴታት፣ መጥበውቲ፣ ትሕቲ ሽዱሽተ ወርሒ ህፃናት ዝሓዛ ንባዕለን ለኪዕና ንዓኣተን እውን ተኾነ ኣበይ ብርኪ ኣሎ ልብል ፈተሸ፣ ኣካይድና ኢና ምስ ጎና ንጎኒ ምስቶም ናይቶም ህጻናት ስለዚ ኣብኡ እውን እንታይ እዩ ዘርእየና እቲ ናይ ኣዴታት ልክዒት ካብ ሚእትን ሓምሳን ሰለስተን ሽሕን ሽዱሽተ ሚእትን ኣርባዓን ሸውዓተን ሰብዓን ሰለስተን ፐርሰንት ልኣክል ለኪዕናየን ኢና ካብዚአን ከባቢ ሰማንያን ሰለስተን ሽሕን ትሽዓተ ሚእትን ሓምሳይ ኣርባዕተይ ፐርሰንተን ሕፅረት ምግቢ ኣለወን ጥኑሳት ኮይነን ሕፅረት ምግቢ ኣለወን ስለዚ ልወልደኦ ቆልዓ ፍሉጥ እዩ ማለት እዩ እዮም ጉዱል ሕፅረት ምግቢ ዘለዎ ሕክምና እላረኸቡ እዮም ዘለዉ ካዓ ማእኸላይ ሕፅረት ምግቢ ዝበልናዮም ከባቢ ሰማንያ ትሽዓተ ሽሕ ግን ዝተቆራረፀ እዩ እቲ ሕክምንኦም ስለዚ እሶም ዝተቆራረፀ ሕክምና እንተኾይኑ ካብ ማእኸላይ ናብ ጉድድ እላሸገሩ እዮም ልኸዱ ማለት እዩ።
ምምሕዳረ ክፍለ ከተማ ሓድነት ብሄራዊ እቶት ምትእኻብ ንመሐከሚ ጀጋኑ ጉድኣት ተጋደልትን መመለሲ ተመዛበልቲ ወገናትን ልዕሊ ሰላሳን ሓሙሽተን ሚሊየን ብር ንምእካብ ትልሚ ሒዙ ይሰርሕ ከምዘሎ ኣፍሊጡ። ብተወሳኺ ሓላፊ ቤት ፅሕፈት ልምዓት እቶት ክፍለ ከተማ ሓድነት ኣይተ ሃፍቶም ገብረመስቀል ከምዝበልዎ፣ እቲ ወፍሪ ብዝተገበረ ልዑል ርብርብ ዛጊድ ልዕሊ ሓደ ነጥቢ ሓደ ሚሊየን ብር ከምዝተኣከበ ድማ ሓቢሮም ኣለው። ጎረውሃ ዳኒኤል ተኸታቲልዎ ኣሎ። ብመሰረት ግዝያዊ ምምሕዳር ትግራይ ዝወፀ መምርሒ ኣዋጅ ምትእኻብ ሃፍቲ ንመሐከሚ ጀጋኑ ጉድኣት ተጋደልትን መመለሲ ተማዛበልቲ ወገናትን ዝውዕል ሃፍቲ ከም ምምሕዳር ክፍለ ከተማ ሓድነት እቲ ወፍሪ ዕውት ንምግባር እቶም ወገናት ንምድሓንን ልዑል ርብርብ ይግበር ከምዘሎን ልዕሊ ሰላሳን ሓሙሽተን ሚልዮን ብር ንምእካብ ትልሚ ሒዙ ይሰርሕ ከምዘሎን ሓላፊ ቤት ፅሕፈት ልምዓት እቶት እታ ክፍለ ከተማ ኣይተ ሃፍቶም ገብረመስቀል ሓቢሮም። ንመሐከሚ ጉድኣት ኩናት ተጋደልትን ንተመዛበልቲ መመለስን መንግስቲ ዘውረዶ ደንብን ኣዋጅን ኣሎ። ኣብቲ ደንብን ኣዋጅን ተመርኩስና ኢና እቲ ሃፍቲ ናይ ምትእኽኻብ ስራሕቲ ዝሰርሕ ኣለና። እዙይ ዝእከበሉ ካብ ነጋዶ ማሕበረሰብ፣ ካብ መንግስቲ ሰራሕተኛታትና ካብ ውልቀ ትካላት እዩ። እዙይ እውን ናይ ባዕሉ። ክፍፍላት ተገይርዎ እዩ እቲ ስራሕ ክፍፍል ከም ክፍለ ከተማ ይኹን ከም ክልል ዝወረደ ኩሉ ዓብይ ኮሚቴ ኣለዎ ናይ ምልዓል ኮሚቴ ኣለዎ ናይ ሃፍቲ ኮሚቴ ምትእኽኻብ ኣሎ ዝርዝር ስራሕቲ ተዋሂብዎ ኣሎ ዝጅምር ካብ መንግስቲ ሰራሕተኛን ንውልቀ ሰራሕተኛን ካፍታ ወርሓዊ መሃይኡ ዕስራ ፐርሰንት ዝተፃረየ ክፍሊት ኮይኑ ኣብ ኣርባዕተ ወርሒ ዝኽፈል እዩ ወርሒ ለካቲት ጀሚርና ኣለና ክፍሊት እቲ መሪሕነት ካብ መሃይኡ ሓምሳ ፐርሰንት እዩ ዝኸፍል ዘሎ እቲ መንግስቲ ሰራሕተኛ ግን ዕስራ ፐርሰንት እዩ እዚ ኣብ ወርሒ ለካቲት ጀሚርና ንእክብ ኣለና። ስለዚ እዚ ሃፍቲ እዚ ብግድን ክሕከም እውን ስለ ዘለዎም እዞም ኣሕዋትና ክእከብ ስለ ዘለዎ እቲ መንግስቲ ሰራሕተኛ ሚእቲ ፐርሰንት ተስማዕሚዑ እቲ ናይ መንግስታዊ ሰራሕተኛ ዕስራ ፐርሰንት ያው ይቆርፅ ኣሎ ቀዳማይ ወርሒ ለካቲት ኣታዊ ገይሩ ኣሎ። ኣይተ ሃፍቶም ወሲኾም እቲ ወፍሪ ንምዕዋት ዝተጣየሸ ኮሚቴ ምልዓል ንሕብረተሰብ ኣድላይ ዘበለ ግንዛቤ እናተውሃበ ከም ዘሎን ብፍላይ ድማ ሰራሕተኛ መንግስቲ ይኹን ነጋዳይ ማሕበረሰብ እታ ክፍለ ከተማ በቲ ዝወፀ መምርሒ መሰረት ካብ ወርሒ ለካቲት ጀሚሩ ምኽፋል ከም ዝጀመረን ዝተገብረ ልዑል ርብርብ ዛጊድ ልዕሊ ሓደ ነጥቢ ሓደ ሚልዮን ብር ከምዝተኣከበ ሓቢሮም። ነጋዳይና ክልተ ዓይነት ነጋዳይ ኣሎ፣ ብርክህን ብርክለን ተባሂሉ ዝፍለጥ። ናብ ከባቢ ኣርባዕተ ሽሕን ሸሞንተ ሚእትን ኣርብዓን ሸሞንተን ነጋዳይ ኣለ ኣብዚ ኣክቲቭ ዝኾነ። እዚ ነጋዳይ እዚ ካብታ ዘይተፃረየት ትርፉ ሓሙሽተ ፐርሰንት ክኸፍል እዩ ተወሲኑሉ ዘሎ። እዙይ እውን እስካዕ ሐዚ ያው እቲ ነጋዳይ እናለዓዓልና ናይ ክፈል ደብዳቤ ግብሪ ውሳኔ ኣብ ቢሮና ኣብ ጣብያታት ለጢፍና ኣለና መጹ ክኸፈል ከም ዘለዎ ካልኣይ ሓሙሽቲኤን ጣብያታት የለዓዕላ ኣለዋ ክፈል እናበላ ጀሚርና ነኽፍሎ ኣለና ግን ክንዲ እቲ ዝድለ ብዙሕ ኣብ ሓጺር ግዜ ክእከብ ምስቲ ምባሉ እስካብ መጋቢት ሰላሳ ምዃኑ ዘንጊዑ እዩ ዘሎ ተለልዩ ክመጽ ኣለዎ ካብዚ ኣርባዕተ ሽሕን ሸሞንተ ሚእትን ኣርብዓን ሸሞንተን ኣብ ከባቢ ሚእትን ሰብዓን ነጋዳይ እዩ ክፍሊ ዘሎ ባንኪ ብክልል ደረጃ ናብ ክልል ኣታዊ ይገብርዎ ኣለዉ ኣብ ኣና ዝከፍሉ ዝነበሩ ስራሕ ግብሪ ያው ታዕሲ ካብ ክልል ኣታዊ ንገብር ኣለና ኢሎምና እቶም ዝጠየቅናዮም ባንክታት እቶ ናይ ባንኪ ጽቡቅ ኣሎ ንሕና እዚኣ መሃያና ንክንክፈል ዝገበሩና እዞም ኣካሎም ጎዲሎም ዘለዉ ተጋደልቲ እስካብ ዝኮኑ ነዞም ተጋደልቲ ኣለኩልኩም ኣብ ጎድንኩም ኢልና ክነድሕኖም እዉን ስለ ዝግበእና ተጓይዮም ከፍታ ዘላቶም ኣታዊ ንክገብሩ ክሕብር ይደሊ። ኣብ መወዳእታ እቲ ወፍሪ ናይ ህልውና ጉዳይ ስለ ዝኾነ ኩሉ ትግራይ ሓድነቱ ኣስጢሙ ካብቲ ኣቲናዮ ዘለና ፀገም ክንወፅእ ተዋዲድና ክንሰርሕ ይግባእ ክብሉ ኣይተ ሃፍቶም መልእኽቶም ኣመሓላሊፎም። ኣዙይ ናይ ኩላህና ርብርብ ይሓትት። ኩሉ ኣብዚ ክፍለ ከተማ ዘሎ ከም ዞባ እውን ይኹን ከም ክልል ናተይ እዩ ዝብል መንፈስ ወሲዱ እቲ ናይ ምልዕዓል ስራሕቲ ኩሉ ክሰርሕ ኣለዎ። ኣብ ኩለን ደንቢ ክንቀሳቐሱ ኣለዉን ክሳብ ታሕቲ ልምዓት ጉጅለውን ሓገዝትና ኮይነን እቲ ሕብረተሰብ ባዕሊቱ ኪዱ ክፈሉ እናበለ እናንቀሳቐሰ እቲ መሪሕነት እውን ኢዱ ኣእትዩ ክሰርሕ ኣለዎ እዩ ግን ብዝበለፀ እቲ ናይ ምኽፋል ስራሕቲ ክሰርሕ ስለ ዘለዎ እዚኣ ኩላህና ክንረባረብ ስለ ዝግበእና በቢዓቕምና ክነለዓዕል ስለ ዘለና ስለዚ ድምር ኣብልካ ክረኣ ከለ እዛ ሃፍቲ ምትእኽኻብ እዚኣ እቶም ጉድኣት ኩናት ተጋደልቲ ኣሕዋትና እውን ክድሕኑ ኣለዎም እቶም ተማዛበልትና እውን መንግስቲ ክምልሶም እየ ኢሉ መንግስቲ ትግራይ ወሲኑ ስለ ዘኒኤ ነዚኦም ክምለሱ ከለው ድማ ናይ ትራንስፖርት የድልዮም ኣትዮም ኣብ ዝበልዕዋ ዝሰትይዋ ንእሽለይ ክሳብ ዘተሓሓዙ የድልዮም ስለዚ ነዚ ስለ ዝኾነ ተጋሩ ከም ተጋሩ ካብቲ ኣቲናዮ ዘለና ፀገማት ክንወፅእ እንድሕር ኮይና ናይ ምትሕብባርን ናይ ምድግጋፍን ስለ ዘድልየና ክንደጋግፍ እውን ስለ ዘለና እንድሕር ሓቢርና እዚኣ ንኣና ቀላል እያ ህዝብና ክነድሕን ንኽእል
ድሕሪ ስምምዕነት ውዕሊ ፕሪቶርያ ናብ መረበትና ክንምለስ ዝነበረና ተስፋ ጸልሚቱ ኣብዚ ሕዚ እዋን ኣብ ከቢድ ኩነታት ወዲቕና ንርከብ ክብላ ዘዘራረብናየን ኣዴታት ተመዛበልቲ ዞባ ምዕራብ ትግራይ ገሊጸን። ከም ህዝቢ ዘለናሉ ኩነታት ፈታንን ኣጸጋምን ምዃኑን ብማእኸላይ መንግስቲ ተነቢሩ ዘሎ ኩሎ መዳዊ ክልከላታት ስዒቡ ጸገማትና እናተጋደደ ይርከብ ክብላ እተን ኣዴታት ገሊጸን ኣለዋ። ሜሪ ዶሞዝ ተወሳኺ ኣለዋ። ድሕሪ ስምምዕነት ውዕሊ ፕሪቶርያ ናብ መረበትና ክንምለስ ዝነበረና ተስፋ ጸልሚቱ ኣብዚ ሕዚ እዋን ጸገማትና ተደራሪቡ ኣብ ኣዝዩ ከቢድ ኩነታት ንርከብ ክብላ ኣብ ከተማ መቐለ ዝርከብ ካልኣይ ብርኪ ቤት ትምህርቲ ኣለነ ተዓቂበን ዝርከባ ዘዘራርብናየን ተመዛበልቲ ዞባ ምዕራብ ትግራይ ሓቢረን። እንታይ እሞ እዩ ዘለናሉ ህልው ኩነታት ብጣዕሚ ሕማቅ ሕማቅ ክብለኪ በቃ ተስፋ ምቁራፅ እዩ ኒኦ መብዛሕትኡ ሰብ መብዛሕትኡ ሰብ ተስፋ ቆሪፁ ናብ ዝኸደ ስኢኑ፣ ናብ ዝጠፍኦ ስኢኑ፣ ዝበልዐ ስኢኑ፣ ዝሰትየ ስኢኑ፣ ሓባሪ ስኢኑ፣ ምንም ኣይኒኻ ዝልየሉ ታይ ትገብር ኣለኻ ዝልየሉ ኣብ ተስፋ ምቑራጽ እዩ እኒኦ እቲ ሰብ። ዝሮ እዘን ማረት ተባሂለን ሌቋ ይብላ ኣይፍለጥ ዘይንፈልጦ ለዝነብራ እውን ብመጻኢ እውን እዩ ልጭነቕ ዘሎ ብጣዕሚ ሕማቕ እዩ እኒኦ። ተስፋና ተስፋ ኣልቦ ኮይኑ በቃ ምንም ተስፋ የብልናን ሕጂ ሎሚ ዶ ኮን ጽባሕ ዶ ኮን እናተባህለ ነይሩ ግን ሕጂ በቃ ዝገደደ ዝበኣሰ እዩ ዝመጻና ዘሎ። ከም ህዝቢ ዘለናሉ ኩነታት ፈታንን ኣጸጋምን ብምዃኑ ብማእከላይ መንግስቲ ተነቢሩ ብዘሎ ኩለመዳያዊ ክልከላታት ስዒቡ ጸገማትና እናተጋደደ ይርከብ ክብላ እተን ወገናት ገሊጸን። ብፍላይ ከም ተመዛበልቲ ሓድነትና ኣስጢምና ክንኣቱ ኢና ተስፋ ጌርና ነይርና፣ ትግራይ ሕዚ እውን ብፍጹም ክቑረስ፣ ክሽረፍ ኣይኽእልን። መሬት ትግራይስ ወዮ ብዓብያ እያ እሞ ናተሸራረፈት ናተቆራረሰት ብቲ ናተጨለፈት ክትቆራረስ ከላ ብጣዕሚ እዩ ዘግርም ስለዚ ናብ መረበትና ናብ ዓድና ናብታ ገዛና ናብታ ሃገርና ናብታ ክልልና ናብታ ዞባና ንክወስዱና ኢና ንላቦም። ብኻልእ መዳይ ኣብ ትግራይ ብዘሎ ኩለመዳያዊ ዕፅዋ መናእሰይ ትግራይ ናብ ስደት ዘምርሕሉ ኩነት ምህላው ዝገለፃ እተን ኣዴታት፣ ኣብ ዓድና ሰሪሕና ክንነብርን ክንልወጥን ሰላምና ውሕስ ክኸውን ይግባእ ምስ በላ፣ ብዘላቕነት ናብራና ንመርሐሉ፣ ተስፋና ጋህዲ ንገብረሉ፣ ውሑስ ምስ ዝኾነ ፀጥታና ናብ መረበትና ንክንምለስ ኣብ መሪሕነት ዘለዉ ኣካላት ብዕቱብ ክሰርሕሉ ይግባእ ክብላ መልእኽተን ኣሕሊፈን። ኣብ ሀዚ ለሎ ዕፅዋን ክባል መድሓኒት ኣብ ዘይብሉ፣ ቕርሺ ኣብ ዘይብሉ፣ ስራሕ ኣብ ዘይብሉ፣ ቀረብ እኹል ኣብ ዘይብሉ፣ ምንም ማተርያል ዘይብሉ ሰብ ኣብ ዕፁው ገዛ ኢና እኒና። ግዝያዊ ፀገም መፍትሒ ዝደለየ ላብ ዘይኮነ ይጠፍእ ኣሎ። ኑቲ ግዝያዊ ፀገም ድራር፣ ምሳሕ፣ ቖልዑ ሒዙ ዝኾነ ግዝያዊ መፍትሒ ልሰኣነ ናብ ካሊእ ቦታ፣ ናብ ካሊእ ምጥፋእ፣ ናብ ካሊእ ሃገር ስደት ይኸድ ኣሎ። ሰሪሕና ክንበልዕ ተስፋና ብናይ ባዕልና ዓይነብርክና ብናይ ባዕልና ፍልጠትና ሰሪሕና ክንነብር ካብ ማንም ተመጽዋቲ ነጻ ኮይና ዓርስና ክነመሓደር እዩ ዘለና። ምምላስ ጥራሕ ኣይኮነን ንሕናሲ ውሑስ ዝኾነ ምስ ምምሕዳርና ምስ ሰራዊትና ምስ ጸጥታና ድኣ ክንምለስ ኣለና እምበር ተመሊስናስ ታይ እዩ ተሓጺብካ ናብ ጭቃ እዩ። ምንም በቃ ንሕና ዝተራገግና ንሓድረሉ ነገር የለን ይቅር ዶ ሕጂ እናተሸራረፈስ እታ ቀደም እኳ ብፌደራል እናተመሓደርና ከለና ሸራሪፎም ሸራሪፎም ዘርእና ኣጥፊኦምና ዘ ገሌና ኣብኡ ጠጠፊእና ሞይትና ገሌና ንሱዳን ገሌና ናብዚ ውርድ ወረታ ተሪፉስ ስለዚ ምስ ጸጥታና ምስ ውሑስ ሰራዊትና ኮይና ምስ መንግስትና ኮይና ክንምለስ ስለ ዝደሊ ኣነ
ሕዚ ድማ ናብ ዜናታት ወፃኢ ክንሰግር። ፕሬዚዳንት ዶላንድ ትራምፕ ንኢራን ንዘይምውቃዕ ዘዕረፍዎ ውሳነ ንተወሳኺ ዓሰርተ መዓልትታት ከም ዘናውሕዎ ኣፍሊጦም። ዘለንስኪ ድሮናት ንምሻጥን ክኢላታት ንምቕራብን ድልው ከመዝኾነ ኣብ ዝገለጸሉ እዋን ናብ ስዑዲ ምጋሹ መዘራረቢ ዛዕባ ማዕኸናት ዜና ዓለም ኮይኑ ናይ ዝብሎን ካልኦት ዜናታት ወፃኢ ድማ መሳርሕትና ብርሃነ ወልዳይ ብኸም ዝስዕብ ኣዋዲድዎ ኣሎ።

ኢራን ዝተጀመረ ዲፕሎማስያዊ ርክብ ይቅጽል ምህላዉ ዝገለጹ ኮይኖም፣ ቁጽሮም ዘይነዓቕ ሰበ ስልጣን ኢራን ነቲ ይካየድ ዘሎ ዝበሃል ዝርርብ ሓቂ ከም ዘይኮነ እናገለጹ እኳ እንተሃለዉ፣ ሃገረ ፓኪስታን እተተሓባብሮ ዘይቀጥታዊ ልዝብ ክህሉ ከም ዝኽእል ግና ካብ ዝተፈላለዩ ሚድያታት ዝወጽእ ዘሎ ሓበሬታ የመላኽት። ኣመሪካ ምስ ኢራን ዝካየድ ግጥም ንምግታእ የኽእል እዩ ዝበለቶ ዓሰርተ ሓሙሽተ ነጥብታት ዝሓዘ ሰደድ ምርቃቓን፣ ኢራን ብግደኣ ሓሙሽተ መደራደሪ ነጥብታት ታት ምቕራባን ብዕሊ እናተገለጸ ምምጽኡ ዝፍለጥ ኮይኑ፣ ሃገራት ኣመሪካን ኢራንን ዋላኳ ናብ ሰላም ብዘኽይድ መንገዲ ምስጓም እንተጀመራ፣ ኢስራኤል ምስ ኢራን እተካይዶ በይናዊ ምልልስ ተኹሲ ግና ዛጊድ ኣይተቋረጸን። ኣመሪካ ዓሰርተ ሽሕ ኣጋር ሰራዊት ናብ ማእከላይ ምብራቕ ክትልእኽ ትሓስብ ከም ዘላ ተሓቢረሎም። ፕረዚደንት ዶናልድ ትራምፕ ዓሰርተ ሽሕ ተወሰኽቲ ኣጋር ሰራዊት ናብ ማእኸላይ ምብራቕ ንምልኣኽ ይሓስብ ከም ዘሎ ዌል ስትሪት ጆርናል ሓቢረሎም። እቲ ክግበር ዝኽእል ወፍሪ ወተሃደራት ንትራምፕ ምስ ተህራን ዝግበር ዝርርብ ሰላም እናመዘነ ዝያዳ ወተሃደራዊ መማረፂታት ንምሃብ ምዃኑ እውን እቲ ሓበሬታ ወሲኹ ኣረዲኡ። እቲ ሓይሊ ኣጋር ሰራዊትን ድሩዓት መካይንን ዘጠቓለለ ክኽውን ከም ዝኽእልን ኣብ ልዕሊ እቶም ናብቲ ዞባ ተዋፊሮም ዘለዉ ሓሙሽተ ሽሕ ኣባላት ሓይሊ ባሕሪ ኣመሪካ ምዃኑን እቲ ዌል ስትሪት ዝሓበረ ኮይኑ እቲ ሰራዊት ብልክዕ ኣበይ ከም ዝወፍር ግን ብንጹር ዝበሎ ነገር ከም ዘየለ ቢቢሲ ሓቢሩ። ነበር ዋና ፈጻሚ ስራሕ ኮርፖሬሽን ኢንዱስትሪ ኣቪየሽን ቻይና ታን ሪሶንግ ብገበን ብልሽውና ኢድ ከም ዘለዎም ብምርግጋጹ ናይ ሞት ፍርዲ ክትቅፅዑ ተፈሪድዎም ኣሎ። ዕድመኦም ስሳን ኣርባዕተን ዓመት ዝኾኑ እታን ከም ኣቋፃፅራ ኣውሮፓውያን ካብ ክልተ ሽሕን ሸሞንተን ዓመተ ፈረንጂ ጀሚሮም ክስካብ መጋቢት ዕስራ ዕስራን ሰለስተን ዓመተ ፈረንጂ ጡረታ ዝወፅሉ እዋን ናይቲ መንግስታዊ ትካል ዝኾነ ኮርፖሬሽን ኢንዳስትሪ ኣቪዬሽን ቻይና ዋና ፈፃሚ ስራሕን ፀሓፊ ኮሚኒስት ፓርትን ኮይኖም ኣገልጊሎም እዮም። እዞም ሓላፊ ከም ኣቋፃፅራ ኣውሮፓውያን ኣብ ለካቲት ኢሳያስ ናይ ሓሙሽተ ን ብሰንኪ ዝፈጸምዎ ናይ ግዕዝይና ተግባር ካብቲ ስልጣን ሒዙ ዘሎ ኮሚኒስት ፓርቲ ተሰጒጎም ዝጸንሑ እንትኾኑ ልዕሊ ሽዱሽተ ሚእትን ዓሰርተ ሰለስተን ሚልዮን ዩዋን ማለት እውን ሰማንያ ትሽዓንተ ሚልዮን ዶላር ግዕዝይና ብምቕባሎም ናይ ሞት ፍርዲ ከምዝተፈረደሎም ድማ ሳውዝ ቻይና ሞርኒንግ ፖስት ጸብጺቡ። ቻይና ኣብ ልዕሊ ግዕዝይና ዘሎዋ መርገጺ ዜሮ ተጸዋርነት ማለት እውን ዜሮ ቶለራንስ ዝተመርኮሰ ኮይኑ እዚ ስጉምቲ እዚ ብፍላይ ከም ኣቋጻጽራ ኣፈረንጂ ድሕሪ ክልተ ሽሕን ዓሰርተ ክልተን ፕረዚደንት ሺ ጂፒንግ ናብ ስልጣን ምስ መጽኦ ብደንቢ ተጠናኺሩ ከም ዝቐጸለ ድማ ይዘረብ ኣሎ። መብዛሕትኡ ግዜ እቲ ናይ ሞት ፍርዲ ንክልተ ዓመት ዝጸንሕ ኮይኑ፣ እቲ ገበነኛ ኣብ ውሽጢ እቲ ግዜ ጽቡቕ ባህርይ እንተርእዩ ናብ ናይ ዕድመ ልክዕ ማእሰርቲ ይቕየር። እዚ ማለት ግን እቲ ገበነኛ ተኣሪሙ ናብ ማሕበረሰብ ይምለስ ማለት ኣይኮነን፣ ህይወቱ ንምድሓን ናይ መወዳእታ ዕድል ዝወሃበሉ ኣሰራርሓ'ዩ። መብዛሕትኡ ግዜ ኣብ ቻይና ብግዕዝይና ዝተኸሰሱ ሰበ ስልጣን እዚ ዓይነት ፍርዲ እዩ ዝወሃቦም። እዚ ድማ ካብ ሞት ንድሕሪት ተመሊሶም ዕድመኦም ምሉእ ኣብ ቤት ማእሰርቲ ንኸሕልፉ ዕድል ይህቦም። ካብ ፅኑዕ ቅፅዓት ብተወሳኺ ድማ ዝኾነ ይኹን ብዘይሕጋዊ መንገዲ ዝተረኸበ ሃፍቲ ብመንግስቲ ይውረስ። ብሓፈሻ ቻይና ኣብ ልዕሊ ገበን ግዕዝይና ዝፈፀሙ ላዕለዎት ኮነ ታሕተዎት ሰበ ስልጣናት እታ ሃገር እትወስዶ እዚ ዝተጠቐሰ ስጉምቲ ግዕዝይና ኣብ ሃገራዊ ፖለቲካዊ፣ ቁጠባዊን ፀጥታዊን ዋኒናት ዘስዕቦ ጉድኣት ንምክልኻል ዝዓለመ ከምዝኾነ ድማ ተንተንቲ ይገልፁ። ዘለንስኪ ድሮናት ንምሻጥን ክኢላታት ንምቕራብን ድሉው ከም ዝኾነ ኣብ ዝገለጸሉ እዋን ናብ ስዑድያ ምጓሹ መዘራረቢ ዛዕባ ማእኸናት ዜና ዓለም ኮይኑ ኣሎ። ፕረዚደንት ዩክረይን ብላድሜር ዘለንስኪ ወግዓዊ ምብጻሕ ንምፍጻም ናብ ስዑዲ ዓረብ ኣብ ዝኸደሉ ቅድሚኡ ሃገሩ ዘለውኣ ድሮን ነቲ ኣብ ወሽመጥ ዓረብ ዘሎ ቅልውላው ኣብ ምርግጋእ ክሰርሓ ከም ዝኽእላ ድማ ሓቢራ ነይራ እያ። ንሱ ኣብ ማሕበራዊ ሚድያ ኣብ ዝለጠፎ ጽሑፍ ኣገደስቲ ኣኸባታት ንምክያድ መደብ ተታሒዙ ከም ዘሎን፣ ጸጥታ ንምውሓስ ነተን ምሳና ክሰርሓ ዝደልያ ሃገራት ነመስግን፣ ንሕና እውን ክንሕግዝ ኢና ምባሉን፣ ሃገሩ ኣሰልጢናቶም ብዘላ ክኢላታት ቴክኖሎጂ ድሮን ብደረጃ ዓለም ብፍላይ ከኣ ኣብ ወሽመጥ ዓረብ ሰላም ንምውሓስ ክተበርክት ድልውቲ ምዃናን ገሊጹ ነይሩ። ዘለንስኪ ንሃገራት ወሽመጥ ዓረብ ክኢላታት ድሮን ብምሃብ ኣብቲ ንወራር ሩስያ ንምምካት ዝገብሮ ዘሎ ኲናት ሓገዝ ንምርካብ ከም ዝኾነ እናተገለጸ ኣብ ዘለሉ ምስ ፈረንሳዊት ጋዜጣ ሎመንደ ኣብ ዝገበሮ ቃለ መሕትት ሃገራት ማእከላይ ምብራቕ እውን ንሕና ዓቕምና ንክነደልድል ዕድል ክህባና ኣለወን ንሰን ኣባና ዘየለ ስርዓተ ምክልኻል ሚሳኤላት ኣለወን ንሕና ከኣ ናብ ካምዚ ዓይነት ስምምዕ ክንኣቱ ኢና ንደሊ ክብል ከምዝተዛረበ ቢቢሲ ጸብጺቡ።
ክቡራት ሰማዕትና ሕዚ ድማ ናብ ዜና ቢዝነስ ክነሰጋግረኩም። ኢራን ብዝተፈጸማ ሓበራዊ መጥቃዕቲ ኣመሪካን እስራኤልን ምኽንያት ኣገደስቲ መስመራት ነዳድን ጋዝን ዓለም መጻብቦ ሆርሙዝ ብምዕጻዋ ከቢድ ቁጠባዊ ቅልውላው የስዕብ ከምዘሎ ማዕኸን ዜና ቢቢሲ ጸብጺቡ። ሃገራት ቐርኒን ምብራቕ ኣፍሪካን እውን እቲ ንዘሎ ዝስዕብ ቐረብ ሕጽረት ነዳዲ ንምፍታሕ ዘኽእል ዝተፈላለዩ ስጉምትታት ውሳነታት ክወስዱ ይግደዱ ምህላው እቲ ማዕኸን ዜና ሓቢሩ ኣሎ። ናይ ዝብሉን ካልኦት ጸብጻባት ቢዝነስ እዚ ዕለት ድማ መሳርሕትና ፊልሞን በየነ ብኸም ዝስዕብ ኣዋዲድዎ ኣሎ።
ሰላም ዝኸበርኩም ሰማዕትና ካብ 14 ሬድዮ ኤፍኤም መቐለ ናይ 18 መጋቢት 218 ዓ ም ጸብጻባት ቢዝነስ ሒዝናልኩም ቀሪብና ኣለና በዚ መሰረት ብሓፀርቲ ዜናታት ቢዝነስ እንትንፍልም ሓበራዊ መጥቃዕቲ ኣመሪካን እስራኤልን ኣብ ልዕሊ ኢራን ስዒቡ፣ ኢራን ዝወሰደቶ ብግዜን ቦታን ሰፊሕ ግብረ መልሲ፣ ዓለማዊ ቁጠባዊ ቅልውላው ኣስዒቡ ኣሎ። ብፍላይ እቲ ሓደ ካብ ዓበይቲ ኣገደስቲ መስመራት ነዳድን፣ ብፍላይ እቲ ሓደ ካብ ዓበይቲ ኣገደስቲ መስመራት ነዳድን ጋዝን ዓለም ዝኾነ መጻወ ሆርሙዝ ድሕሪ ምዕጻዋ፣ ቀረብ ነዳዲ ብደረጃ ዓለም ኣብ ሓደጋ ወዲቑ ይርከብ። ቀጥታዊ ተጠቀምቲ እዚ ብኢራን ተሓኒቑ ዘሎ መስመር ዝኾና ሃገራት ኤስያ፣ ነቲ ዘጋጠመን ቕልውላዋትን ንምግጣም ዝተፈላለየ ስጉምትታት ይወስዳ ኣለዋ። ከም ፍሊፒንስ ዝኣመሰላ ድማ ህጹጽ እዋን ሓደጋ ቕልውላው ክሳብ ምእዋጅ በጺሐን እየን። እዚ ጽልውኡ እናሰፍሐ ዝኸይድ ዘሎ ኩነታት ኣብ ሃገራት ኣፍሪካ ይሰጋገር ምህላዉ ዝኽወል ኣይኮነን። እቲ ብቐጥታ ንኣፍሪካ ዝጸሉ መስመር ባብኤል፣ መስመር ባብኤል-መንደብ፣ ዛጊድ፣ ፍትሕ ይሃሉ እምበር ኣብ ሓደጋ ምህላዉ ንጹር እዩ። ኲናት ኢራን እናሰፍሐ ኣብ ዝኸደሉ ኣብዚ መስመር ዕግታ ክገብር ትንዕ ዝብል ዘሎ ቀንዲ ደጋፊ ኢራን ዝኾነ ሓይሊ ሑቲን መሻርኽቱ ዕጡቓት እቲ ዞባን ክንቀሳቐሱ ኣብ ዝጀመረሉ እቲ ሳዕቤን ክመርር ከም ዝኽእል ድማ ብኣጋም ስግኣት ፈጢሩ ኣሎ። ሃገራት ቐርኒን ምብራቕን ኣፍሪካ ነዚ ዘሎን ዝስዕብን ብድሆታትን ንምፍታሕ ዘኽእለን ምንቅስቓስ ዝተፈላለዩ ስጉምትታት ዝተፈላለዩ ስጉምትታት ክወስዳ ይረእ ኣሎ ክብል ቢቢሲ ፀብፂቡ ኣሎ። ኲናት ኢራን ዝፈጠሮ ስክፍታን ቕልውላውን ኣቐዲመን ክጠርዓ ካብ ዝጀመራ ሃገራት ኢትዮጵያ ሓንቲ እያ። ሰብ መዚ እታ ሃገር፣ ኩባንያታት ቐረብ ነዳዲ፣ ንትካላት ጸጥታ፣ ዓበይቲ ፕሮጀክታት መንግስቲ፣ ብፍላይ ንመዓልታዊ መነባብሮ ህዝቢ ዝጸልዉ ወሰንቲ ኢንዳስትሪታትን ምፍራይ ኣገደስቲ ኣቑሑትን ቀዳምነት ክህባ መምርሒ ሂቦም እዮም። በዓል መዚ ነዳዲ ኢትዮጵያ ዝሓለፈ ሰሙን ኣብ ዘውጽኦ መግለጺ፣ ትካል መዐደሊ ነዳዲ ንህዝባዊ መጓዓዝያ ቐዳምነት ክህባ ከምኡ እውን ነዳዲ ንምዕቃብ እገዳታት ኽገብራ ኣተሓሳሲቡ። ሚኒስተር ፋይናንስ ኣሕመድ ሸደ ኣብ ቐረባ እዋን ተወሳኺ ስጉምትታት ምቑጣብ ነዳዲ ዝምልከት መምርሕታት ኽገልፅ ምዃኑ ዝሓለፈ ሰሙን ኣፍሊጡ ነይሩ። ብድሕሪ እዚ እውን ቀዳማይ ሚኒስተር ኣብይ ኣሕመድ ኣከፋፈልቲ ነዳዲ፣ ናቑጣታትን ተጠቀምትን ነዳዲ ብውሑድ ዓቐን ክጥቆሙን ኣገደስቲ ነገራት ቐዳምነት ክህቡን ኣተሓሳሲቡ። ሰበ ስልጣን ክልል ትግራይ እውን ቕረብ ነዳዲ ሙሉእ ብሙሉእ ከምዝተቋረፀ ኣፍሊጦም እዮም። ብኻልእ መዳይ ደቡብ ሱዳንን ሞሪሽየስን ብሰንኪ ኲናት ኢራን ዘበገሶ ቅልውላው ነዳዲ ንሓይሊ ኤሌክትሪክ ዝድርት ስጉምትታት ከም ዘውጽኣ ኣፍሊጠን። ሞሪሽየስ ብፍላይ ኣብ ልዑል ሓይሊ ኤሌክትሪክ ዝርከባ ከባብታት ብኽነት ክንክያ ዘግድድ እገዳታት ኣንቢራ ኣላ። ቀንዲ ኣከፋፋሊ ሓይሊ ኤሌክትሪክ ርእሰ ከተማ ደቡብ ሱዳን ጁባ ዝኾነ ትካል ጀድኮ ገለ ክፋል እታ ከተማ ብመዓልታዊ ምቁርራጽ ሓይሊ ኤሌክትሪክ ክጅምር ምዃኑ ብሮቡዕ ገሊጹ። ብሰንኪ'ቲ ዝቕጽል ዘሎ ግጭት ኢራንን ኣሜሪካን፣ ጀርኮ ነቲ ዘሎ ዕቑር ብኣድማዕነት ክመሓደር ኣለዎ፣ ስትራተጂያዊ ምምራሕ ሓይሊ ኤሌክትሪክ ቀዳምነት ክንህቦ ኣለና ክብል ገሊጹ። እታ ኤሌክትሪክ ንምፍራይ ኣብ ነዳዲ እትምርኮስ ሞሪሽየስ፣ ኣብ መወዳእታ ሰሙን ክመጽእ ዝነበሮ ጽዕነት ነዳዲ ስለዘይተፈጸመ፣ እታ ሃገር ንዕስራን ሓደን መዓልታት ጥራሕ ዝኸውን ዕቑር ነዳዲ ተሪፍዋ ከምዘሎ ሓቢራ'ላ። ብኻልእ ወገን ደቡብ ሱዳን ኣብ ምብራቕ ኣፍሪቃ ዝዓበየ ዕቑር ነዳዲ ዘለዋ እኳ እንተኾነት እቲ ዝበዝሕ ግን ናብ ወጻኢ ዝለኣኽ እዩ። ንዝተፈላለዩ ነገራት ዘድሊ ድማ ዝተጻረየ ፍርያት ካብ ወጻኢ ተእቱ። ኤርንዮ ሞጋ ዝተብሃለ መሃንድስ ኤሌክትሪክ መብዛሕትኡ ግዘ ሓይሊ ኤሌክትሪክ ሰዓት ዓሰርተ ከምዝጠፍእን ንጽባሒትኡ ክሳብ ሰዓት ኣርባዕተ ከመዘይውላዕን ድማ ንቢቢሲ ሓቢሩ ኣሎ። እዚ ንመብዛሕቲኤን ትካላት ንግዲ የሰናኽል ከምዘሎን እቶም ዓቕሚ ዘለዎም ግን ናብ ጸሓያዊ ጸዓት ይቕየሩ ከምዘለው ሓቢሩ ኣሎ። ኣብ ኬንያ እውን ዕስራ ፐርሰንት ሕፅረት ቀረብ ኣብ መዐደሊ ነዳዲ ከም ዘጋጠመ ይግለፅ'ሎ። ኣብታ ሃገር ንዝርከባ ትካላት ነዳዲ ዝውክል ማሕበር ብሰንኪ ስግኣት ዝተገበረ ምዕዳግ ልዑል ጠለብ ነዳዲ ከም ዝተርኣየ ብምጥቃስ ንኽዙን ትሕዝቶ ነዳዲ እታ ሃገር ብመጠኑ ከም ዘጉደሎ ገሊፁ'ሎ። ኣብ ኬንያ ንፍርያትን ኣገልግሎታትን ዝተዘርግሐ ቪቮ ኢነርጂ ኬንያ ወሰኽ ጠለብ ኣብ ገለ መደብራት ኣገልግሎት ነዳዲ ግዝያዊ ምቁራፅ ከም ዘስዓበ ብሓሙስ ተገሊፁ። ነቲ ኩነታት ግን ይከታተሎን ኣብቶም ዝተፀለዉ ቦታታት ነዳዲ ክህሉ ይሰርሕ ከም ዘሎን ድማ ሓቢሩ። ሚኒስትሪ ኬንያ ብረቡዕ ኣብ ዘውጽኦ መግለጺ፣ ሕጽረት ነዳዲ ከምዘየለ ብምንጻግ፣ ቸርቸርቲ ግና ክውስኽ ይኽእል'ዩ ኢሎም ብምግማት ይእክብዎ ከምዘለዉ ከሲሱ። ኬንያዊ ሚኒስተር ኦፒዮ ዋንዳይ፣ ኬንያውያን ተሰናቢዶም ኣብ ዕድጊትን ምኽዛንን ከይዋፈሩ ኣተሓሳሲቡ። ከምኡ'ውን ኣብ ጎረቤት ሃገር ኡጋንዳ ሕጽረት ነዳዲ ከምዘሎ ኣብ ዝግለጸሉ ዘሎ እዋን፣ መንግስቲ እኹል ነዳዲ ንኽህሉ ስጉምትታት ይወስድን ዘድሊ ጻዕርታትን ድማ ይገብር ከምዘሎ፣ ከምኡ'ውን ኣከፋፈልቲ ትካላት ነዳዲ ዋጋታት ከይውስኹ ኣጠንቂቑ'ሎ ክብል ማዕኸን ዜና ቢቢሲ ጸብጺቡ ኣሎ። ክቡራት ሰማዕትና ካብዚ ብምቕጻል ሃገራዊ ሸርፊ ወጻኢ ባንኪ ንግዲ ኢትዮጵያ እንትንርኢ ድማ ዩኤስ ዶላር ብ ሓደ ሚእትን ሓምሳን ሰለስተን ብርን ባዶ ክልተ ሳንቲምን እናተገዝኣ ብ ሓደ ሚእትን ሓምሳን ሽዱሽተን ብርን ባዶ ሸሞንተ ሳንቲምን ክሽየጥ ዝወዓሉ ኮይኑ ፖውንድ ስተርሊንግ ድማ ብ ክልተ ሚእቲ ብርን ዓሰርተ ሓደ ሳንቲምን እናተገዝኣ ብ ክልተ ሚእትን ኣርባዕተን ብርን ዓሰርተ ሓደ ሳንቲምን ክሽየጥ ውዒሉ ኣሎ። ዩሮ ብ ሓደ ሚእትን ሰብዓን ሽዱሽተን ብርን ኣርባዓን ክልተን ሳንቲምን እናተገዝኣ ብ ሓደ ሚእትን ሰብዓን ትሽዓተን ብርን ቴስዓን ሓሙሽተን ሳንቲምን ክሽየጥ ዝወዓለ ኮይኑ፣ ስዊዝ ፍራንክ ድማ ብ ሓደ ሚእትን ሰማንያን ትሽዓተን ብርን ሰላሳን ኣርባዕተን ሳንቲምን እናተገዝኣ ብ ሓደ ሚእትን ቴስዓን ሰለስተን ብርን ዓሰርተ ሰለስተ ሳንቲምን ክሽየጥ ውዒሉ ኣሎ። ኩዌት ዲናር ብ ኣርባዕተ ሚእትን ሰማንያን ትሽዓተን ብርን ሰማንያን ሰለስተን ሳንቲምን እናተገዝኣ ብ ኣርባዕተ ሚእትን ቴስዓን ትሽዓተን ብርን ስሳን ክልተን ሳንቲምን እናተሸጠ ዝወዓለ ኮይኑ፣ ስዑዲ ሪያል ድማ ብ ኣርባዓ ብርን ሰብዓን ሸሞንተን ሳንቲምን እናተገዝኣ ብ ኣርባዓን ሓደን ብርን ስሳ ሳንቲምን ክሽየጥ ውዒሉ ኣሎ። ክቡራት ሰማዕትና ኣብ መወዳእታ ዋጋ ዕዳጋ ወርቂ ክንርኢ ከለና ድማ ዓሰርተ ኣርባዕተ ካራት ወርቂ ደረጃ ጽፈቱ ኣርብዓን ሸውዓተን ነጥቢ ኣርባዕተ ሽዱሽተ ንግራም ብ ዓሰርተ ኣርባዕተ ሽሕን ሽዱሽተ ሚእትን ሰብዓን ሸውዓተን ብርን ኣርብዓን ሸሞንተን ሳንቲምን ዓሰርተ ሽዱሽተ ካራት ወርቂ ደረጃ ጽፈቱ ስሳ ነጥቢ ሰለስተ ሸሞንተ ንግራም ብ ዓሰርተ ሽዱሽተ ሽሕን ሸውዓተ ሚእትን ሰብዓን ኣርባዕተን ብርን ዒስራን ሽዱሽተን ሳንቲምን፣ ዓሰርተ ሸሞንተ ካራት ወርቂ ደረጃ ጽፈቱ ሰብዓን ሓደን ነጥቢ ሸሞንተ ሓደ፣ ንግራም ብ ዓሰርተ ሸሞንተ ሽሕን ሸሞንተ ሚእትን ሰብዓን ሓደን ብርን ባዶ ኣርባዕተ ሳንቲምን፣ ዒስራ ካራት ወርቂ ደረጃ ጽፈቱ ሰማንያን ክልተን ነጥቢ ባዶ ሸሞንተ፣ ንግራም ብ ዒስራ ሽሕን ትሽዓንተ ሚእትን ሱሳን ሸውዓተን ብርን ሰማንያን ሰለስተን ሳንቲምን፣ ዒስራን ክልተን ካራት ወርቂ ደረጃ ጽፈቱ ቴስዓን ሓደን ነጥቢ ሰለስተ ትሽዓተ፣ ንግራም ብ ዒስራን ሰለስተን ሽሕን ሱሳን ኣርባዕተን ብርን ሱሳን ሓደን ሳንቲምን፣ ዒስራን ኣርባዕተን ካራት ወርቂ ደረጃ ጽፈቱ ቴስዓን ትሽዓተን ነጥቢ ትሽዓተ ሽዱሽተ ድማ ንግራም ብ ዕስራን ሓሙሽተን ሽሕን ሓደ ሚእትን ሱሳን ሓደን ብርን ሰላሳን ትሽዓተን ሳንቲምን ክሽየጡ ውዒሎም ኣለው። ክቡራት ሰማዕትና ነዚ ዕለት ዝሓዝናዮም ጸብጻባት ቢዝነስ እዚኣቶም ይመስሉ ኔሮም። ንምክትታልኩም ነመስግን። ምስ ዝተረፉ ምድላዋት ሚእትን ኣርባዕተን ነጥቢ ኣርባዕተ ሬድዮ ኤፍኤም መቐለ ጽቡቐ ጻንሒት ክኾነልኩም ተመኒና። ሰላም። ክቡራት ሰማዕትና ኣብ መወዳእታ ድማ ጸብጸባት ስፖርት ውሽጢ ዓድን ወጻእን መሳርሕትና ፊልሞን ኪዱ ብኸም ዝስዕብ ኣዋዲድዎ ኣሎ።
የቕኔለይ ዕለታዊ ስፖርትሳዊ ሓበሬታ ውሽጢ ዓድን ወጻእን ሒዘልኩም ቀሪበ ኣለኹ ንክትከታተሉ ብኽብሪ እናዓደምኩ፣ ሓቢረኩም ዝጸንሕ ፊልሞን ኪዱ'የ ብናይ ውሽጢ ዓዲ ሓበሬታ ክጅምር። ውድድር ኩዕሶ እግሪ ጽዋዕ መሰቦ ካልኣይ ዲቪዥን ጋንታታት ትግራይ ክልተ ሽሕን ዓሰርተ ሸሞንተን ዞባ መቐለ ዕለተ ሓሙስ ቀጺሉ ኣብ ከተማ መቐለ ዝተኻየደ ኮይኑ ሃጸይ ዮሃንስ ን ኣካዳሚ ቢኤም ክልተ ን ሓደ፣ ኣካዳሚ መቐለ ምስ ራኢ ኲሓ ሓደ ን ሓደ፣ ህዳሰ ን ምዕራብ ትግራይ ክልተ ን ሓደ፣ ናታንየም ንፋብሪካ ቆርቆሮ ሰላም ኣርባዕተ ን ሰለስተ ተዛዚሞም። ጽባሕ ቀዳም እውን እንትቕጽል ፋብሪካ ቆርቆሮ ሰላም ምስ ሃጽይ ዮሃንስ ንግሆ ሰዓት ክልተ፣ ህዳሰ ምስ ራእይ ኲሓ ንግሆ ሰዓት ክልተ፣ ማርስ ምስ ነታኔም ረፋድ ሰዓት ኣርባዕተ፣ ጅፕሰም ሮማናት ምስ ምዕራብ ትግራይ ረፋድ ሰዓት ኣርባዕተ ክካየዱ እዮም። ናብ ናይ ወጻኢ ሓበሬታ እንትንሰግር ድማ፣ ሃገራዊ ጋንታ ቱርኪ ኣብ ልዕሊ ሃገራዊ ጋንታ ሮማንያ ዓወት ብምምዝጋብ ናብ ፍጻመ መጻረዪ ጽዋዕ ዓለም ዞን ኣውሮፓ ሓሊፎም። ድሕሪ ክልተ ሽሕን ክልተን ዝነበረ ብሉጽ ሃገራዊ ጋንትኦም ናብ ጽዋዕ ዓለም ንምሕላፍ ዝጽዕሩ ዘለዉ ቱርኪ ብብሕታዊ ሽቶ ተጻዋታይ ብራይተን ካድዮግሉ ሓደ ን ባዶ ተዓዊቶም። ብ ቪንሴዜ ሞንተያ ዝስልጥኑ ሃገራዊ ጋንታ ቱርኪ ኣብ ፍጻመ መጻረዪ ጽዋዕ ዓለም ዞን ኣውሮፓ ካብ ኮሶቮ ወይ ስሎቫክያ ክገጥሙ እዮም። ከም ሃካን ቻላግኖሉ፣ ኣርዳ ጉለር፣ ባሪስ ይልማዝ፣ ኬናን ይልድዝ ኦርቴኮግሉ ዝሓዘ ትውልዲ ናብ ጽዋዕ ዓለም ንምሕላፍ ሓደ ስጉምቲ ጥራሕ ይተርፎ። ሃገራዊ ጋንታ ጣልያን ኣብ ልዕሊ ሰሜን ኣየርላንድ ዓወት ብምዝጋብ ናብ ፍጻመ ጸወታ መጻረዪ ጽዋዕ ዓለም ዞን ኣውሮፓ ሓሊፎም። ሻምፕዮን ኣርባዕተ ግዜ ጽዋዕ ዓለም ሃገራዊ ጋንታ ጣልያን ብሽቶታት ተጻዋታይ ጋንታ ኒውካስትል ሳንድሮ ቶናልን ተጻዋታይ ፊዮረንቲና ሞይስ ኪንን ክልተ ን ባዶ ተዓዊቶም። ብጅናሮ ጋቱሶ ዝምርሖ ሃገራዊ ጋንታ ጣልያን፣ ኣብ ፍጻመ መጻረይ ጽዋዕ ዓለም ዞን ኣውሮፓ ካብ ዌልስ ወይ ድማ ቦስንያ ሄርዞግብንያ ክገጥሙ እዮም። ካብ ብራዚል ቀጺሉ እቲ ዝዓበየ ሃገራዊ ጋንታ እዛ ዓለም ጣልያን ኣብ ዝሓለፉ ክልተ መድረኻት ጽዋዕ ዓለም ክሳተፍ ከም ዘይከኣለ ይፍለጥ። ካልኦት ከም ስዊድን ብሃትሪክ ዩከሬሽ ተሓጊዞም ኣብ ልዕሊ ዩክሬን ሰለስተ ን ሓደ ብምዕዋት ከም ጣልያን ናብ ፍጻመ ሓሊፎም። ብተመሳሳሊ ዴንማርክ፣ ኮሶቮን ፖላንድን ዝኣመሰሉ ሃገራት ናብ ጽዋዕ ዓለም ንምሕላፍ ሓደ ስጉምቲ ዘድልዮም ሃገራት እዮም። ሃገራዊ ጋንታ ፈረንሳይ ዓወት ተመዝጊቦም። ትማል ኣብ ዝተዛዘመ ጸወታ ዓለም ለኸ ምሕዝነት ሃገራዊ ጋንታ ፈረንሳይ ምስ ሃገራዊ ጋንታ ብራዚል ተጻዊተን ብዓወት ሌ ብሉዝ ተዛዚሙ። ድሕሪ ክልተ ሽሕን ዓሰርተ ሓሙሽተን ንፈለማ ግዜ ክልቲኦም ሃገራውያን ጋንታት ኣብ ዝተራኸብሉ ጸወታ ፈረንሳይ ብሽቶታት ኢኪቲኬን ምባፔን ክልተ ን ሓደ ተዓዊቶም። ካብ ስዕረት ዘየናግፍት ሽቶ ብራዚል ድማ ብሬመር ከቑጽር ኣክኢሉ እዩ። ፈረንሳይ ድሕሪ ክልተ ሽሕን ዓሰርተ ሓደን ንፈለማ ግዜ ኣብ ልዕሊ ሴሌሳኦስ ዓወት እንተመዝግቡ፣ ቀጻሊ ድማ ኣብ ምሕዝነት ሃገራዊ ጋንታ ኮሎምብያ ክገጥሙ እዮም። ሴሌሳኦስ ድማ ኣብ ዝመጽእ ሰሙን ብቭላትኮ ዳሊች ንዝምርሑ ክሮሽያ ክገጥሙ እዮም። ኤደን ዠኮ ንዒስራ ተኸታተልቲ ዓመታት ንቦስንያን ሀርዜጎቪንያን ሽቶታት ብምምዝጋብ ታሪኽ ሰሪሑ። እዚ ኣብ ክልተ ሽሕን ሸውዓተን ንሃገሩ ንፈለማ ግዜኡ ዘካየደ ኣጥቃዓይ ማንቸስተር ሲቲ ነበር፣ ካብ ሽዑ ጀሚሩ ንዝሓለፉ ክልተ ዓሰርተታት ዓመታት ኣብ ተኸታተልቲ ጸወታት ሽቶታት ከመዝገብ ክኢሉ እዩ። እዚ ወዲ ኣርብዓ ዓመት ኣጥቃዓይ ሃገሩ ኣብ ናይ ዋንጫ ዓለም ኣውዲቕካ ምሕላፍ መድረኽ ንዌልስ ብምስዓር ናይ መወዳእታ ዙር ክትበጽሕ ከላ ነዛ ወሳኒት ሽቶ ኣመዝጊቡ እዩ። ኤደን ዠኮ ንሃገሩ ኣብ ሚእትን ኣርብዓን ሸውዓተን ጸወታት ሰውዓን ሰለስተን ሽቶታት ካብ ምምዝጋብ ንላዕሊ ንዒስራ ተኸታተልቲ ዓመታት ብፍሉይ ብቕዓት ብምግልጋል ፅዕንቶ ፈጣሪ ምዃኑ ኣመስኪሩ እዩ። እዚ ኣብዚ ሕጂ እዋን ምስ ሻልክ ዝፃወት ዘሎ ኣጥቃዓይ ኣብ ሸሞንተ ፀዋታት ሽዱሽተ ሽቶታት ኣመዝጊቡ እዩ። ማንቸስተር ሲቲ፣ ኢንተር ሚላን፣ ሮማ፣ ፊዮረንቲናን ወልፍስበርግን ፌነርባቸን ገለ ካብተን እዚ ቦስንያዊ ኣጥቃዓይ ተፃዊትለን ዝሓለፋ ክለባት እየን። እምበኣር ከን ሎሚ ዝነበሩና ሓፀርቲ ስፖርትሳዊ ሓበሬታ እዚኦም መስሉ ስለምክትታልኩም ካብ ልቢ የምስግን። ሰላም!
ክቡራት ሰማዕትና ዜናታትና ቅድሚ ምዛምና ዓበይቲ ነጥብታት እዚ ዕለት ክነዘኻኽረኩም ንኩሎም ትሕቲ ሓሙሽተ ዓመት ዝዕድሚኦም ህፃናት ካብ ዘላቒ ምስንኻል ወይ ልምሰት ንምክልኻል ዝዓለመ ኣብ ዝሳለጥ ሓምሻ ዙሮ ፍሪ ክታበት ዘይተኸተበ ህፃን ከይተርፍ ኩሉ ሕብረተሰብ ክተሓባበርን ሰሙያ ድማ ብቑዕ ስራሕ ክሰርሑን ይግባእ ክብሉ ምክትል ሓላፊ ቢሮ ጥዕና ትግራይ ዶክተር ስምኦን ገብረፃድቕ ፀዊዖም። ምምሕዳር ክፍለ ከተማ ሓድነት ብሄራዊ እቶት ምትእኽኻብ ንመሐከሚ ጀጋኑ ጉድኣት ተጋደልትን መመለሲ ተመዛበልቲ ወገናትን ልዕሊ ሰላሳን ሓሙሽተን ሚልዮን ብር ንምእካብ ትልሚ ሒዙ ይሰርሕ ከምዘሎ ኣፍሊጡ። ድሕሪ ስምምዕነት ውዕሊ ፕሪቶርያ ናብ መረበትና ክንምለስ ዝነበረና ተስፋ ፀልሚቱ ኣብዚ ሕዚ እዋን ኣብ ከቢድ ኩነታት ወዲቕና ንርከብ ክብላ ኣዴታት ተመዛበልቲ ዞባ ምዕራብ ትግራይ ገሊፀን። ፕሬዚዳንት ዶናልድ ትራምፕ ንኢራን ንዘይምውቃዕ ዘዕረፍዎ ውሳነ ንተወሳኺ ዓሰርተ መዓልትታት ከም ዘናውሑ ኣፍሊጦም። ዜና መፅሄት ሰዓት ሰማዕኹሞ ይመስል ነይሩ። ምስ ተረፉ ምድላዋት ሚእትን ኣርባዕተን ነጥቢ ኣርባዕተ ሬድዮ ኤፍኤም መቐለ ሰናይ ፃንሒት ክኾነልኩም ተመኒና ሰላም።

ዜና መጽሔት ዜና መጽሔት